ሰላም ሰላም ክቡራት ተኸታተልቲ ደሓን ዶ ቀኒኹም ከመይ ቀኒኹም እዚ ሎማዓንቲ እንደገና ኔርና ኔርና መጺናኩም ኔና ናይ ሰንበት ቁርስና ንደቀይ ምስ ደቀይ ምስ ኣሜኔ ኮይነ ንበልዖ ያው ባዲላዊ ዜርሲነ እኒኤኹ ሀዚ ያው ሽንጉርቲ ቲማቲም፣ ቃርያ፣ ፃዕዳ ሽንኩርቲ ኣቢለ ኣዘጋጀ እኒኹ ቆንደ በርበሬ፣ በርበሬ፣ ጨው፣ ቲማቲምና ምጥሚጣ፣ ኣቸቶ፣ ዘይቲ ብዚኤን እየ ብዚኤን ግብኣት እየ ዝሰርሐን ምጥሚጣ ክመርር ክብል ኣፍና ክሕዘና ስለ ዝደለኹ እየ እዚ ህዚ ሽንጉርቲ ጎረድ ጎረድ እየ ገይረዮ እኒኹ ያው ጥብሲ ክንጠብስ ምሽ ብጎረድ ጎረድ ንገብሮ ብረቂቕ ስላይፕ ጌርና እውን ክንከትፎ ንኽእል ኢና ግን ኣነ ክደቅቕን ክጠፍእን ስለለይደልኽዎ እቲ ሽንጉርቲ ካም ሓውሲ ሰላጣ እውን ካም ሓውሲ ናይ ቲማቲም ለብለብ እና ናይ ልበሰለ ድንሽ ጎረድ ጎረድ ጥብሲ ኢና ጌርና ቁርስና ምስ ባኒ ክንበልዕ ሓሲበ ያው ሎማዓንቲ ከምዚ ሃምዚ ገይረ እየ ዝሰርሑ ኣለኹ ያው ምሳኣ

ከፍንጨል እዩ ባዕሉ ክፍንጨል እዩ ያው ከፍንጨል እዩ ማለት ፈሊጠ እየ ብፍሩይ ገይረየ እኒኦ ከይጠፍእ ብዙሕ እውን ክሞተ ይደሊን ብዙሕ እውን ክጥበሰ ይደልዮይ ለብለብ ነገር ኣዚ ለብለብ ጥብሲ ንጠብሶ ናይ ኣብ ስዕረት ግዜ እዚ ከዓ ናይ ፆም ሰዓት ድንሽ ብቲማቲም ከመይ ጌርና ንምገብ ቁርስና ከመይ ጌርና ኣጣዒምና ጥዑም ዝኾነ ሰሪሕና ንምገብ ንርኢ ደልየ እየ እዚ ቲማቲም የእተሉ ኣለኹ ብሓደ ቲማቲም ሽንጉርቲ ገና ዘይተጠበሰ ቲማቲም ንምንታይ ተእትወሉ ኣላ ክትብሉ ትኽእሉ ኢኹም ያው ኣሰራርሓ ናባዕለይ ብናባዕለይ ልምጥን ልሙቼኒ ልምንታይ ከም ሶስ ክሰርሕ ስለ ዝደለኽዎ እቲ ቲማቲም ክበስለለይ ደልየ እየ ምስ ሽንጉርቲ ጣዕሚ ናይ ሽንጉርቲ ሒዙ ክበስለለይ ሙሽሽ ክብለለይ ስለ ዝደለኹ ኢላ ኣብ ሳልሳ ሽካዕ ልወጥ ንፀንሖ ኢና

ቆንጆ እዩ እኒኦ ብዘይ ዘይቲ ማለት እዩ እዚ ገና ዘይቲ ነእትወሉ ኢና ሀዚ ዘይትና ለእቲና ብዘይቲ እውን ካመይ ተጠቢሱ ሃመይ ኦርደር ኮይኑ ንሪኦ ኢና ሓቢርኩም ፅንሑ እዚኣ ቆንደ በርበሬ ምሳኣ ከእትወላ ለኣቲ ምጥን ምጥሚጣ እውን ከእትወላ በርበረ እትየኒ ኢኹ ቀንደርበር ዝበልኩም ይቅርታ በርበረ እየ እትየ በርበረና መጥሚጣ እትየ እኒኦኹ ልምንታይ እቲ ምጥሚጣና በርበረ ብሓደ ጌርክዮ እንተልኩም ያው እቲ በርበረ ኣፍና ሕዝ ከብለና እቲ ምጥሚጣ ንእሽተይ ናይ ምቅፃል ባህሪ ማለት ምርር ክብል ተሎ እዩ ኣፍካ ጣዕሚ ዘለዎ ንኩሉ ነገር ልምንታይ እቲ እንበልዖ መባልዕቲ እውን ያው ባኒ ስለልኾነ በቃ ምስኡ መታሓዝቲ መጣዓምቲ ክኾነለይ ስለልደለኹ እየ እቲ በርበረ እንደገና ከለሩ ልውጥ ክብል ስኢሉ ና ፃዕዳ ነገር ተይኮነስ ስኢሉ ላይት ዝኾነ ነገር ናይ ድምቕ ልበለ ባህሪ ክህትሕዝ ስለልደለኹ እየ እቲ ሶሰይ ያው ረእይዎ ሀዚ ፅቡቅ እዩ ኮይኑ እኒኦ ካብዚ ጅምር ኣሎ ፅቡቅነቱ ረእይዎ ጥዑም እዩ እኒኦ ብጣዕሚ

እዚ እዚኣ ርሕስ ሰሰግ እያ። ርሑስ ሰሰግ ኣይትፍለይዎ ቆንጆ እዩ ብጣዕሚ ጥዑም ብገብሮ በተለይ ንሽሮ ንክክዕ ልገብሮ ልወይኒ ዓይነት በቃ ስኡ ልጠስሚ ልኣትዮ ጣዕሚ ለጥዕመሉ ብዝተኸኣለኩም መጠን ኣብ ገዛኹም ኣይትፍለዩ ንእሽተይ መገለል ጌርኩም ሓመድ ጌርኩም ዝርእዎ ካብኡ ማንኛውም ግብኣት ክትሰርሑ ተለኹም ምእታው ሓደ ጨኖ ጥዑም እዩ ንጥዕናም ጽቡቅ እዩ ኣይጓደይ ወይን እኳስ ኣነስ ፈትዎ ደስ ይብለኒ እዚ ቲማቲም እትየ ኣለኹ ቲማቲም ለኣተኽሉ ምኽንያት ያው ቀዲመ ለእተኽሉ ድንሽ በሲሉ ስለልኾነ ምሕዋስ ምስ ቅመም ምውሃድ ምስቲ ቲማቲም ለብለብ ዝበለ ምሕዋስ ጥራይ እዩ እምበር ካብኡ ንድሓር ምንም ኣየድልየን ያው ልኡ ኢለ እየ እንትን ገብሮ ኣለኹ ቀዲመ እትየ የኒኹ ዝረኣይዎ ቆንጆ ጣዕሚ ንኸልዎ እዩ እዚ ንእሽተይ ቆንዶ በርበሬ ገብረላ እየ ምእንቲ ጥዑም ክኸውን ጣዕሙ ለጥዑም ክኾን ምስ ግብኣት ምስኡ እውን ዕፊን ኢሉ ምእንቲ ክወፅእ ስለ ዝደለኽዎ እየ ያው ኸምዚኣ ጌርና ኣሕብር ኣሕብር ኣቢልና ንእሽተይ ሓዊ ብዙሕ ክወስድ የብሉን ሓዊ ብዙሕ ክወስድ ዘይደለየሉ መንገዲ ሓደ ናይ ቲማቲም ለብለብ እዩ እምበር ናይ ቲማቲም ሶስ ወይ ምብሳል ኣይኮንኩን ደልዮ ክበስል ደለኽዎ ቲማቲም ቀዲመ እትየ እየ ክርኢኹምዎ ኢኹም እዚ ግን ከምዚ ና ጥብሲ ናይ ቲማቲም እና ና ድንሽ ጥብሲ እየ ደለዮ እነኹና ናብሎ ያው ቲማቲመይ ከምዚ ጌርና ንእሽተይ ካብ ኣስማማዕና እየለለ መዝለለ ድንሽ ድንሽና ፃዕዳ ሽንጉርቲ ኢና ክነእቲ ቃርያ ፀኒሕና ነእትዋ ኢና ክበስል ስለሌለኹ ወይ ቃርያ ቀዲመ ሌእተኽዎ ኣብ መጨረሻ ኢና ነእትያ ቃርያ ጻዕዳ ሽንኩርቲ ለ ብሓደ ወገን ነእትዎ ኢና ሕዚ ጻዕዳ ሽንኩርቲ እውን ቀዲመ ለየእተኽዎ ክበስል ስለለይደለኽዎ እየ ኣብ ምውራዱ ጣዕሙ ክግነ ስለልደለኽዎ እየ ባይዘወይ ጻዕዳ ሽንኩርቲ ውህዱ መጀመርያ እንተእትኻዮ መጀመርያ ተእትዎ ተለኻ በተለይ ኣብ ቆስጣ ኣብ ጥብሲ ምናምን ጽቡቕ እዩ ብጣዕሚ ኣብሽሮና ኣብ ከክዕ እንደገና ኣጋ መጨረሻ ንእሽተይ ምውራዱ ንእሽተይ ክተርፎ ተሎ እንትእትወሉ ከዓ ጣዕሙ ናደመቐ ናይ ምድማቕ ባህሪ እዩ ዘለዎና ነናውዓል ሮስ ልክዓለ እዚ ምጥሚጣ ምስ ድንሽ ውህድ ክብለለይ ምእንቲ ስለ ዝደለኹ እየ ጨውን ያው እትየላን ኢኹም እንተ ሓደ ዓይነት ምሕባር ሓደ ግዜ ሕቢርና ስለ እነውርዶ እዩ ከም ኣገር እያ እኒኹና ናይ ፃዕዳ ሸንጉርቲ ጣዕሙ እና ጣዕሙ እናፈለና እንተጌርናዮ ዝሐሸ ውፅኢት ክህልዎ ስለ ልኽእል ያው ከምቲ ኣነ እትኽዎ ኣተኣታትዋ ጌርኩም ስርሕዎ ብጣዕሚ ቆንጆ ብጣዕሚ ማለት ሓደ ዘይምጡን እዩ ብዙሕ ቅርሺ ዝውድእም ኣይኮነን ብዝነኣሰ ብዝበለፀ ኣበላልዓ ብዝበለፀ ጥዑም ዝኾነ ዓይንኻ ልልዓግብ ካብ ምብላዕ ልዕቅብ ልል ዓይንኻ ኣትራክት ላገበረካ ማነው ናስሓበካ ናብ ደስ ናበለካ ተበልዖ ተለካ እዩ ምግቢ ማለት እና ስለዚ ያው ከምቲ ኣነ ሰራሕዎ ጌርኩም ተመገብዎ ረእይዎ ክትፈትዎ ኢኹም እዚ ንወንድ ላጤ ልሴት ላጤ ዋላ ንሰብ ሓዳርስ ምስ ቆልዑት ንቆልዑት ንባዕሉ ብጣዕሚ ቆንጆ እዩ ድንሽም እዩ ፈታዊኦም ለእዩ እና ዘይቱ ምጡን ዘይትም ዘይበዝሖ ካብ ብዘይቲ ካብ ብዘይቲ ምተጠበሰ ድንሽ ካብ ንበልዕ ኣብኡውን ካብ ንገብር ተመጣጠነ ገርካ ከምዚ ጌርና ተንመገብ ልሐሸ እዩ ኣብ ሊንከይ ኣቲኹም ረእይዎ ኣነ በዓል ቋይ ብብዙሕ ዓይነት ብጥብሲ ብመረቕ ገይረ ሰራሕዎ እኒኦ እና ውስን ዋጋ ንእሽተይ ኢትዮጵያውና ዝምልከት ምግቢ ኣመጋግባ ማለት ናይ ሃብታምም ኣይኮነይ ማንም ከግንዮ ልኽእል እዩ ማንም ብዝነኣሰ ብዝነኣሰ ውፅኢት ብዝነኣሰ ኣስቤዛ ክስራሕ ዝኽእል ስለ ዝኾነ ዓልቋይ ፉል ጥራይ ኮንትን ትብላዕ ለለዋ ዓልቋይ ብጥብሲ ርኢናያ ኢና ብቋንጣ ርኢናዮ ኢና ጠብሲና ብቆ- ብቆስጣ ርኢናዮ ኢና ኣትክልቲ ሓዊስና ጠቢስና ርኢናዮ ሰለስተ ኣርባዕተ ግዜ ሰሪሐዮ እየ ዓልቋይ ፁፂ ዓልቋይ ድፍን እንደገና ብመረቕ በልጫ ብጥብሲ ብብዙሕ ነገር ሰሪሐ ብሩዝ ብብዙሕ ሰሪሐዮ እየ እና ኣብ ጾም ሰዓትለ ስጋ ጠጋኒ ምግቢ ስለልኾነ ሃምኡ ጌርና ሰሪሕና ክንምገብ ጠዓሙ ከምቲ ኣነ ጌረ ዝሰራሕክዎ ረእይዎ እሞ ኣሕዋተይ ትፈትዎ ኢኹም በቃ ጥዑም እዩ ብጣዕሚ እና ኔርና ኔርና እውን ናብ ፈረንጂ ተሰሪሕና ኣሎ ቆንጆ እንታይ ይብለና ድዩ ምንም የብለና ግን መብዛሕትኡ ግን ኣነ ዝሰራሕዎ ናይ ባህልና ልምጥን እዩ ረእይዎ ጠዓምዎ ኢኹም ሰሪሕኹም መኩርዎ ኢኹም ብዙሕ ትድነቑ ኣለኹም ደስ ክብለኩም እዩ ኣዚያ ይኣኽሎ ካብዚ ንደሓር ኣይጠብሶን ኣይጠብሶን ሓዊ እውን ከጣፋፍኦ እየ ጨው እውን እኹል እዩ ልምንታይ ኣብቲ ኣብቲ ባኒ ስለ ዘለዎ ከይምቅር ምእንቲ ብዙሕ እውን ከይደመቕ ምእንቲ ስለ ዘለኹ ምጢነ እየ እትይሉ እኒኹ ቀረእዎ ደስ ልብል እዚ ዝቆፃል ነገር ማለት ከምዚ ቃርያ ብጣዕሚ በቃ ድምቀት ዝህቦ ንምግቢ ብጣዕሚ ከምዚ ናተይ በቃ ካብ ፍየር ዝቐረበለይ ፍየር ካብ ዘምፀለይ ኣነ ሓምለዋይ ነገር ምርኣይ ደስ ዝብለኒ በቃ ቆፅሊ ስኢሉ ኣትክልቲ ቆፅሊ ነገራት ደስ ይብለኒ እና ለማዕርጎ ነገር እንደገና ነዚ ብግብኣትና ንኹሉ ነገር ቃርያ ብጣዕሚ ቆንጆ እዩ ውሁዱን ጥዑም እዩ ንዓይኒ እውን ብጣዕሚ ማራኺ ደስ ዝብልና እዚ እግረ መንገዲ ኣብዚ ከዓ ርሕስቲ ሰሰግ ኣብዛ ማእኻላ ዲኮር ጌርና ኣላና ኢና ኣጠፋፊእና ምድጃና ንኣድና ቀሪብና ቁርሲ ንደቀ ይፅበዩ ኣለዉ ጠሚና ጠሚና ይብሉ ኣለዉ እዮም እዚ ዓባይ ጓል ኣቸቶ የእተሉ ኣለኹ ዝለ

ጸቢቕና ባኒ ክክልተ ክገብር እየ ልወስኽ ይወስኽ ኣነ ክልተ ክልተ ገይረ ከምኡ ጠይ ሃምዚ ገይረ ያው ረእይዎ ባይና ዓድና ንኢሳያ ናይ ሎሚ ግራማ ይመልሰልና ኢልና ፀሎት ንግበር ሓቢርና ኩሊና ክምልሶ እዩኮ ለይሰምዕ ጎይታ ከይብልና ዝሰምዕ ብጣዕሚ ኣንኳሕኩሑ ክኽፈተልኩም እዩ ለምኑ ክግበረልኩም እዩ ዝበለ ጎይታ እኮ እዩ ናትና ናትና ልመስል ኣምላክ እኮ የለይ ስለዚ ንለምኖ ንፈጣሪ ኩሉ ባዕልና ለምፃናዮ ብፅጋብ ለምፀናዮ ብትዕቢት ለምፀናዮ ብምፎኽኻር ለምፀናዮ ናይ ሰብ ምጥምማት ለምፀናዮ ችግር እዩ እዚ ኩሉ በፂሕና እኒና እዚ ኣብ ቅድሚ ቁርሲ ቡና ከጭኒ ስለ ደለኹ እየ ቡና የቀሉ ኣለኹ ቡና ሰንበትን ቀዳምን ያው ቀዳም ናይ ምሳሕ ሰዓት ሰንበት ካብ ቤተክርስቲያን መልሲ ንንግሆ ኢና ንሰቲ ቡና ደስ ዝብለና ኣብ ገዛና እምበር ወልፊ እኳ የብልናን ሰብኣይ ሰይቲ ደሓን ኢና ግን ደስ ይብለካ ቃስ ኢሉ ቡና ክፍልሐካ ዝኾነ ነገር ኒዮ ደስ ልብል በተሊ ኣነ እዚ ከወልፈይ ካብ ምስታይ ልዕቅብ ጨና ናይ ቡና እዩ ደስ ብለኒ ዋላ ዳማተ እዩ በቃ እተኡ ተብሎ ኣለኒ ስለዚ ቡና ጨና ከማይ ዝፈቱ ሰብ ተሃልዩ ብጣዕሚ እግረ መንገድኹም ያው ከመይ ምዃና ትፈልጥዋ ስለ ዝኾንኩም ሓሳብኩም ሃውኒ ኣብዚ ደቀይ ቆናጁ ደቀይ ሰዓል ሒዝወኒ ክልቲኤን ኣውራ እታ ዓባይ ብጣዕሚ ሓሚማትኒ የቐንያ ነይራ። ምስኡ ፈተና፣ ምስኡ መጽናዕቲ ብዙሕ ነገር በቃ ክብድድ ኢልና የቐኒ ነይሩ ገዛና ኩልና ዳርጋ ሓሚምና ኢና። ኣነ እውን ጥዕናይ ግን ኣኹን ቀንየ ልኡየ ጠፊኦኩም ይቅርታ ብጣዕሚ ክጠፍእ ኣይነበረኒ ግን በቃ ደቀይ ሓጊዘናኒ እየ ዝኸይድ እምበይ በይነይ ክሰርሖ ለይክእል ብዙሕ ነገራት ስለለሎ ምስ ጥዕና ኣንጻር ጥዕናም ስለለየብለይ ቁሪ እውን ሓያል ቁሪ ምስ ህዚ ጥዕናይ ናተይ እውን ይጻበአኒ ስለለኾነ ኢና ንኸይንጠፍእ ንሙኩር ኢና ዝጠፋእናሉ ምክንያት ግን እዚ ምዃኑ ክትርድእዎ ኢለ እየ እግረ መንገድኽን ያው ኣብዚ ጸሎት ንገብር ኣለና ቁርስና ክንበልዕ

ውዕሎና ሰላም ንክዋኻን እንበልዖ ተባረኸ ላብ ምግብና ላብ ኣብ ካብድና ንክኣቲ በረከት ንክኣትዎ ኩሉ ነገር ከምዚ ኢልና ሞስሊም ብሞስሊሙ ክርስትያን ብክርስትያኑ ብላኣመናዮ ሃይማኖትና ጌርና ባሪኽና ክንምገብ ተለና ዓብዪ በረከት እዩ ዘለዎ። ስለዚ እግረ መንገድና እግዛብሄርና ንምዝካር ልኣክል ብጣዕሚ እዩ ፅቡቅ ደስ እዩ ዝብለካ እዚ ብቃ ደም በሉ ኣሕዋተይ ንሕና ክንበልዕ ተለና ትምገቡ ተሃሊኹም እግረ መንገድኹም ብቃ ደም በሉ ብቃ ደም በሉ እናተባሃልካና ባህሊ ዓድና እሱ ይኽለአና ዓዲ ውሽጥን ዓዲ ማትኩም ዘለኹም ኣሕዋተይ ዓድኹም ንምእታው ዓድኹም ምስ ቤተሰብኩም ከቢርኩም ንምግናይ ምስ ኣሕዋትኩም ከቢርክን ንምግናይ ለሓዳር ለይበቃዕኹም ለሓዳር ልውላድ ለይበቃዕኹም ንውላድ ከብቅዐኩም እዚ እግረ መንገደይ ብጣዕሚ እየ ልልምን ናብ ማንም ናብ ማንም ፅልዋ ናብ ማንም ምሕማቕ ንኹልና እዩ ንኹልና ስለ ልኽእና ንኹልና ምብላፅ እንደገና ኣብ ዓብዪ ደረጃ ንኸብፅሐና እግዚኣብሄር ኣምላክ ናቱ ፍቓድ ይኹን ብለይ ዝጋብሄር ፍቃድ ምንም የለንና እሱ ይተሓወሶ። ኣሜን ኔሩ ምግቢ ጥዑም ድዩ ናልኩወን ደቀይ ያው ካብ ናተይ ይበልፅን ናተይ ይጥዕም ትብለኒላ እዛ ዓባይ ጓለይ ናተይ ልመስል የለይ ትብል ነይራ ኩሉ ሰብ ይፈትይዎ ተምሃራይ ብምሉእ ላ ጠይቀኒ ዋይ ክጥዕም ወይ ክፅቡቅ ላለኒ ነይሩ ትብለኒላ እንግዲህ ካብ ናተይ ይበልፅን ይብላ ኣለኹ ኣነለ ለልዋይለ ናትኪ ይበልፅ ትብለኒላ

ሶስ ኣምፅለይ ላበላ እዩ ኣብዚ ንእስ ሶስ ኣምፅለይ ሶስ ማለት ናይ ቃርያ ሶስ እና ናይ ፃዕዳ ሽንጉርቲ እንድዩ ያው ቅድሚ ህዝ ሰሪሕ እየ ኣለኹ ክትርእይዎ ተደሊኹም ኣብዚ ናተይ ፕሮፋይል ኣትኹም ረእይዎ እሞ ኣለኩም ኣብ ሊንከይ እኒኦ እዩ ሰራሕዎ ቅድሚ ሀዚ ቀዲመ ዝሰራሕዎ እኒኦ ሓደ ብጣዕሚ ቆንጆ ካልኣል ረክሲ ነገር እውን ፅቡቅ እዩ ንኣፍካ ንምትሓዝ ንምምርር ንምባል ቆንጆ እዩ በተለይ ምስ ክክዕ ኣብ ፆም ሰዓት ምስ ሽሮ ምስ ፍትፍት ምስ ሩዝ ብዙሕ ነገር ኢና ንጥቀመሉ ሃምዚ ድልኽ ኣዋዘ ማለት እዩ እዚ ናይ ቃርያ ድልኽ ማለት እዩ እዚ እና ሰሪሕኩም ተመገብዎ ብጣዕሚ ቆንጆ ምግቢ እዩ ኣብ ፀብሒ ልሰኣንካ እኳስ እዚ ደፍዲፍካ እዚ ቅበ ኣቢልካ ከምዚ ቀቢእኻ ብባን ብዝኾነ ነገር ንበልዖ ዓይነት ከምኡ ማለት እዩ እዚ በርገር ንምስራሕ እውን እዚ ቆንጆ እዩ የዋፅ እዩ ብጣዕሚ ሶስ እንደ ከም ሶስ ልምቕባእ ልኣክል ማለት እዩ እና ብጣዕሚ እዩ ቆንጆ ፍተውዎ ምርር ዝበለ ነገር ስለኾነ ልኸርስና እውን ፅቡቅ እዩ ንኣንጀትና ቃርያ በተለይ ጥዑም ጠቕሚ ኣለዎ ፃዕዳ ሽንጉርቲ ርእሱ ከዓ ጥቕሚ ኣለዎ ብዙሕ ነገር እዩ እኒኦ ምስኡ ውህድ ኣለዎ ንእሽተይ ቲማቲም ቆንደ በርበሬ ቅመማት ብኣቲ ኩሉ እኒኦ እዩ ብጣዕሚ ቆንጆ እና ጥዑም እዩ ቆንጆ እዩ እና ቃሪያ ሶስ ማለት እያ እዚኣ እዚ ቁርስና በሊዕና ቡናና ንክንሰቲ ቅድመ ዝግጅት እናገበርና ኢና እዚ ንእሽተይ ወደይ በቃ ፊልም ብጣዕሚ እዩ ዝፈቱ እዚ ናይ ካርታውን ሽሙ ሻሙሸ ባምቡላ እዞም ባንዳም ዝበሃሉ ናዞም ህፃውንቲ ዝርእይዎ ብጣዕሚ ልፈቱ እሱ ንኽርኢ በቃ ተደቢሩ እዩ እናበልዐ ዝርኢ ኣሎ እና በቃ ቆንጆ ቡና ነፍልሕ ኣለና ቆንጆ ሰንበት ኢና ኣሕሊፈ ምስ ደቀይ ደቀይ ያው ዓሰርተ ሓደ ሰዓት ልጉ ሓደ ፈረቓይ ሓደ ርብዒ ሓደ ዒስራ ይወፁ ዓሰርተ ሓደ ሰዓትን ገለን እዮም ዝመፁ ካብ ትምህርቲ ድሓርታ ምሸት ካሚላ ሃም ትመሸ ይፈልጣይ ሓሚላ ምተወጋ ድሓርታ ሓርሻ ለናፍቐሉ ደቀይ ልናፍቐሉ ሰዓት ነኒ ምስ ደቀይ ህዋግዕ ኮፍ ክብል ክጫወት ደስ ይብለኒ

ኣሕዋተይ ሙያው እግረ መንገድኹም ብዙሕ ጠፊኤ እየ ብዙሕ ነገር ጎዲልኒ እዩ ጎዲልኩም እዩ እኳ ንኣኻትኩም እውን ኣነ እውን ብዛዕበይ ካባኻትኩም ዕቅብ ኣነ ጎዲልኒ እዩ ኣሕዋተይ ናትኩም ምስጋን ናትኩም ምፍታው ንዓይ ዓብዪ ጥቕሚ እዩ ዘለዎና እዚ እግረ መንገድኹም ላይክ እና ሳብስክራይብ ሼር ምጎድለይ ሰብ ክዋረስ ሰብ ክሪኦ ባዕልኩም ሓጉዝኒ ሓጉዝኒ ንኣይ ሓገዝ እያ ዓብይ ዓባይ ሓገዝ እያ እዚኣ እና ያው ደቀይ ኣምዚ ኢልና ኢና ምስ ደቅና እታ ሰንበት ትሕሽ ንእሽተይ ጋፕ ኣላቶም ወይና ፍርቂ መዓልቲ ዋይና ድሕሪ ሰዓት ብሓደ ነውግዕ ኢና ብሓደ ንሰቲ ከምዚ ኢልና ንጫወት ኢና እዚ ኮይኑ ግን በቃ ትመሽት ወግሕ ትመሽት ወግሕ በቃ ንእሽተይ በቃ ምህላዎም ኢኻ ምስኻ ዘለዉ ትፈልጦም እምበር ብዙሕ ባህሪ ንባህሪ ብዙሕ ኣይንፀናንዕ እዩ ስለዚ ናይ ደቅና ንክንርኢ ባህሪ እንታይ ዓይነት ለውጢ ኣለዎም እውን ባካይድኦም በነጋግርኦም ኩሉ ስለ ንሪኦ ስለ ንዕዘቦ እዚኣ ልሃበና ፈጣሪ ተመስገን ንሰንበት ልሃበና እግዚኣብሄር ምስጋኖ እዩ ጉደል ፈጣሪ ኣኪቡና ለውዓለና ምስጋኖ እዩ ጉደል ንስኹም እውን ዓድኹም ንምምፃእ ምስ ቤተሰብኩም ከምዚ ኢልኩም ንምፍታው፣ ንምክብባር፣ ልምብላፅ፣ ቡና ልምስታይ፣ ምግቢ መኣዲ ልምብላዕ የብቅዕኹም ካማና የፀብቕኹም ኣምላኽ ለይወለድኩም ለይወለድክን ኣሕዋተይ ለይወለድኩም ኣሕዋተይ ኢለ ልውላድ ሓዳር ልምቁም ነገር የብቅዕኹም ንሕና ልፈተና የፈትንኩም እግዚኣብሄር ምስ ኩልና ምስ ኩልኹም ይኹን ኣሜን እግረ መንገድና ብዙ ደጊም ያው ንውድእ ስለለለና ክሳነበተኩም ደሓን ቀንዩ ደሓን ቀንዩ ኣሕዋተይ ቤተሰበይ ኩልኹም

ቡና ትሰቲ ዲኺ ኢላ ኣልኩዋ ልዛ ንእሽተይ ጓለይ ሰዓል ሒዝወን ስለ ለሎ ብጫ ንኣዳም ተሰትያ ኢለ እየ ሓቢርኩም ስለ ልውዓልኩም ምሳየይ ስለ ተኸተልኩምኒ ስለ ዝረእኹምለይ ላይክ እና ሳብስክራይብ ስለ ዝገበርኩምለይ የቐንየለይ ኣሕዋተይ ለይገበርኩም ኣሕዋተይ ኢለ ግበሩለይ ኢኹም ግበሩለይ ኢኹም